ሰላም ጋይስ ሎሚ ዓንቲ ሒዘልኩም መጽ ዘለኹ ሓንቲ ኣፕሊኬሽን እያ ንሳ ኸዓ ዝኾነ ሰብ ሞባይልና ሃክ ገይርዎ ድዩ ኣይገበሮን እትሕብረና ኣፕሊኬሽን እያ ከም በዓል ፌስቡክ ወትሳፕ ዝኾነ ዓይነት ንሕና ንጥቀመሉ ናይ ሜድያ ኣፕሊኬሽናት ዝኾነ ሰብ ኣትዩ ሃክ ጌሩና ድዩ ኣገበረናን እትሕብር ኣፕሊኬሽን እያ እታ ኣፕሊኬሽን ከዓ ኣብዚ ቅድሚት ኣለትኩም እዚኣ ማለት እዩ እዛ ሕዚያ ዘውርድ ዘለኹ ንስያ እታ ኣፕሊኬሽን ኣንቲ ስፓይ ሞቢል ፕሮ እያ ትብል ኣብ ፕሌይ ስቶር ከድኩም ክተውርድዋ ተወሉ ኢኹም ኣነ ኣውሪድያ ስለ ዘለኹ ውሽጣ እንታይ መስል ከርእየኩም እየ ማለት እዩ ከምዚ ዝብል ክመፀና እዩ ኣብ ዝለዓል ዘሎ ቀይሕ ኤክስ ዘለዎ ኣብዚ ከዓ መጠንቀቕታ ኣብዚ ከዓ ምሉእ ውሑስ ዘለዎ ኣፕሊኬሽናት እዩ እዚ ስፖናጀ ሶፍትዌር ዝብል ዘሎ ዝኾነ ናትና ንጥቀመሉ ሜድያ ኣፕሊኬሽን ሃክ ተገይሩ ድዩ ኣይተገበረን ዝሕብረና እዩ ማለት እዩ እንድሕር ሃክ ተገይሩ ኣብዚ ዜሮ ዝብል ዘሎ ወይ ሓደ ክልተ ካብኡ ዝበዝሕ ክህበና ይኽእል እዩ ቁፅሪ ማለት እዩ ኣብዚ ሕጂ ናተይ ሃክ ኣይተገበረን ኣሎ ማለት እዩ ጥርሑ ኣሎ ማለት እዩ ኣብዚ ወርኒንግ ዝብል ዘሎ ድማ ኣብዛ ብጫ ደላ መጠንቀቕታ እዚ መጠንቀቕታ ይህበና ኣሎ ማለት እዩ እዚ በዓል ዘውረድኩ ኣፕሊኬሽናት እዩ ብኢሜይለይ ገይረ ዝኣትኽዎ ማለት እዩ ከኣቲ ኣብቲ ውሽጢ እዚ እዚ ማለት እዩ እዚ በዓልኹም ብኢሜይልኩም ጌርኩም ዝኣተኹም ኣፕሊኬሽን እዩ ማለት እዩ እንድሕር ደይትደልይዎ ኮንኩም እዚ ኣብዚ ዘሎ ኣብ ቅድሚ ኬንኩም ከድኩም ደሊት ክትብልዎ ትኽእሉ ኢኹም ማለት እዩ ወይ እውን ድማ ኣብዚ ኣቲኹም ኣብዚ ኣብዚ ኒሀለካ እዚኣ ዋሂድ ትብላ ኣብዚ ድማ ተውፅኣ ማለት እዩ ወፅያ እዚኣ ናተ ህጂ ሓንቲ ወፅያ ኣላ ማለት እዩ ከምዚ ገርኩም ክተውፅዎ ትኽእሉ ኢኹም ማለት እዩ ብቐልል ዝበለ ግን ፌስቡክ ኣብ ፌስቡክ ከርእየኩም ሕጂ ሰብ ሃክ ገይርና ድዩ ወይ ኣይገበርናን ከ ብቕልል ዝበለ ኣብ ፌስቡክ እዚኣ ኣፕሊኬሽን እዚኣ ከየውረድናያ ከለና ማለት እዩ ኦኬ ፌስቡክ ንኣቱ ከምቲ ልሙድ ከምዚ ክመፀናይ ድሕሪኡ ኣብታ ሽራጥ ሽራጥ ዘላ ንሃርም ታሕቲ ንወርድ ታሕቲ ምስ ወረና ሲቲንግ ዝብል ክፀንሐና ኣብኡ ንሃረማ ማለት እዩ ድሕሪ ታሕቲ ወሪድና ሴኪሪቲ ኤንድ ሎግኢን ዝብል ዘሎ ንሃርሞ ብድሕሪኡ ከምዚ ዝብል ክመፅልና ሳምሲንግ ጋላክሲ ጂ ክልተ ዝብል ዘሎ እዚ ኣነ ደለኹ ዝጥቀመሉ ደለኹ ሕጂ ማለት እዩ እቲ ኣብ ታሕቲ ሽዑ እንታይ ዝብል ኣሎ ሲ ሞር ዝብል ኣሎ ሲ ሞር ንሃርሞ እዚ ኩሉ ኣነ ዝተጠቀምኩሉ ማለት እዩ ወይ ከዓ ካሊእ ሰብ እንድሕር ተጠቂሙ ሃልዩ ካብዚ ክነውፅኦ ንኽእል ኢና ማለት እዩ እንድሕር እጂ እዚ ንኩሉ ኣነ ዝተጠቀምኩሉ እጂ ሎግኢን ክብሎ እየ ካሊእ ሰብ ሃክ ድገበረኒ ይኩን ካሊእ ይኩን ማለት እዩ ኣብዚ ታሕቲ ደሎ ሎግ ኢን ኣውት ዝብል ዘሎ ንሃርሞ ብድሕሪኡ ወፂኡ ኣሎ ሕጂ ብዘይ ካርታ ናተይ ኣነ ዝጥቀመላ ዘለኹ ጥራይ ተሪፋ ማለት እዩ ዝሓለፈ ናይ ቀደም ተደምሲሱ ማለት እዩ ኣብ ሳሕቲ ከኣለትኩም ቸንጂ ፓስወርድ ዝብል ኣሎ እቲ ካሊእ ሰብ እንድሕር ሃክ ጌርኩም ሃልዩ ፓስወርድኹም ኣብዚ ኣቲኹም ቸንጅ ክትገብርዎ ትኽእሉ ኢኹም ማለት እዩ ናይ ፌስቡክ እዚኣ ትመስል ማለት እዩ ሕጂ ቀፂለ ድማ ካልኣይቲ ከርእየኩም ቴሌግራም እያ ልክዕ ከም ናይ ፌስቡክ እያ ቴሌግራም ምስ ኣተና ከምዚ ድብል ከምጸልናይ ከም ልሙድ ማለት እዩ ድሕሪኡ ኣብ ናትና ፕሮፋይል ንኣቱ ኣብ ናትና ፕሮፋይል ምስ ኣተና ኣብ ታሕቲ ሲቲን መጽ ኣብ ታሕቲ ሲቲን ድብል ደሎ ንሃርም ማለት እዩ ድሕሪኡ ምስ ሃረምና ፕራይቬሲ ኤንድ ሴኩሪቲ ዝብል ዘሎ ንሃርሞ ማለት እዩ ድሕሪኡ ኣክቲቭ ኤንድ ሶሻልስት ዝብል ዘሎ ንሃርም ማለት እዩ ከምዚ ድብል ክመፀልና እዩ እዚ ኣነ ዝጥቀመሉ ዘለኹ ማለት እዩ ኣብ ታሕቲ ዘሎ ሽዑ ዝቀይሕ ዘሎ ቅድም ዝተጠቀምናዮ ካሊእ ሰብ ሃክ ድገበረና እንዳሕር ሃልዩ ደሊት ንብሎ ማለት እዩ ደሊት ምስ በልናዮ ደጊምና ንኣቶ ድሕሪኡ ከምዚ ድብል ከም ጸልናዮ ማለት እዩ ኩሉ ናይ ቅድም ዝነበረ ዝጥቀም ሃክ ዝተገበረ ተደምሲሱ ማለት እዩ ኦኬ ካልኣይቲ ድማ ወሳብያ ናይ ወትሳፕ ኣብታ ሽራጥ ሽራጥ ደላ ሰለስተ ነጥብ ንሃርም ድሕሪኡ ወትሳፕ ዌብ ድብል ደሎ ንኣቱ ማለት እዩ ከምዚ ድብል እንድሕር ኣምፅልና ሃክ ኣይተገበርናን ኣለና ማለት እዩ ፅቡቕ ኣሎ እንድሕር ደኣ ከምዚ ድብል እንድሕር ሃልዩ ሃክ ተገርና ኣለና ማለት እዩ ከምዛ ቀያሕ ደለዋ ማለት እዩ ሃክ ተጌርና ኣለና ማለት እዩ እንታይ ክንገብር ኣለና ንዕኡ ንሃርም ድሕሪኡ ለግ ኣውት ካሊእ ሃክ ትገበረና ሰብ ኣውፅኢናዮ ኣለና ማለት እዩ እዚኣ በሪሃትልኩም ትኸውን ተስፋ እገብር ቴንክ ዩ ጋይስ የቐኒለይ ስለምክትታልኩም ብዝተረፈ ብሓድሽ ትሕዝቶ መታን ክንመፅእ ኣብ ናተይ ቻነል ኣቲኹም ሰብስክራይብ ብምግባር ዕድመኩም ማለት እዩ ካሊእ እንተሎ ኣብ ናተይ ኣብ ቻነለይ ዝኾነ ቪድዮታት ኣሎ ክትሪእዎ ኣፍቅደልኩም ማለት እዩ ቴንኪዩ ክሳብ ብካሊእ ትሕዝቶ ንራኸብ ሰናይ እምነየልኩም ማለት እዩ ቻው ቻው ጋይስ